ሰላም ጥዕና ይሃበልና ክቡራት ተመልከትና ምድላው ላሃይና ጀሚሩ ኣሎ ሎማዓንቲ እውን ጋሻ ሒዝናልኩም ቀሪብና ኣለና ናይ ሎማዓንቲ ጋሻይ ንብዙሓት ዘመርዓወ ግርማ መርዓ ግርማ ውራያት እናተባሃለ እውን ይዝረበሉ እዩ ብርግፅ ከያኒ መመርዓዊ ጥራሕ ከይኮነስ ኣብ ፀገም ኣብ ህላወ ኣብ ባህጊ ከምኡውን ባህልን ታሪኽን ንህዝቡ ዘንጸባርቕ ድምጺ ህዝቡ ዝኸውን እዩሞ ካብቶም ንህዝቦም ንመንነቶም እውን ዓብይ ቃልሲ እናካየዱ ዝመፁ ኣብዚ ቀረባ እዋን እውን ኣብ ምልላይ ምዕቃብ ባህሊ ትግራይ ድማ ዓብይ ግደ እናበርከተ ዝመፀ እዩ ናይ ሎማዓንቲ ጋሻይ ናይ ሎማዓንቲ ጋሻይ ተፃዋቲ መሳርሒ ሙዚቃ ጭራ ድምጻዊ ወይም ድማ ከያኒ ተመስገን ተኽላ እዩ ኣብዚ ኣብ ስቱድዮና ኣሎ ተሜ ኳዕ ድሓን መጻኻ ኣሜን ኳዕ ሰላም ጸናሕኹም ኣነ እውን ኣኽቢርኩም ስለ ዝዓደምኩምኒ ክብረት ይሃበለይ ግርም ክብረት ይሃበልና ዕድመና ኣኽቢርካ ጋሻ ምድላው ልሃይ ስለ ዝኾንካ ኣዝየ እየ ዘመስግን ንእሽትንታ በዓል ከይኣተወት ታጾም ከይተፈትሐት እየ ክረኽበካ መሪፀ ምክንያቱ ታጾም ተተፈቲሓሲ እቶም ኣቦ ጓይላ ዝበሃሉ ኣይርከቡን እሞ ንዑ የቀዲመ ጋሻ ምድላው ለሃይ ገይረካ እስቲ እንኳዕ ደሓን ፀናሕኹም በለልና ኢኻ ነቲ እዋን ዝምጥን ብጭራ ክንሰምዕ ዶ ግርም
ያው ዓርቢ ዓፀም እንድዩ እወ ዝምዝም ክብል ከሎ እዩ ደስ ዝብል ትኽክል ትኽክል ከምዚ ኢኻ ዘለሰኛ ነገር ናይ መዝሙር ነገር እወ፣ ኢና እዩ ዝስማዕ ዓርቢ ዓፀም እወ ያው ትክክል መእተዊ ክኾነና ጽቡቅ ኢለ እየ። ጽቡቅ ጌርካ እዎ ጭራ እውን ኣብ ዘይተኣትዎ የብላን እዎ ብጣዕሚ እ፣ ኣብ ጭራ ኩሉ፣ እ። ኩሉ እያ ትኣቱ ትክክል ትክክል ግርም እ፣ ምናልባት እ፣ ኣብታ መእተዊ ከምታ ልበልካ ኣብታ ቅድም ኢለ ዝፀዋዕኳስ እ፣ እቲ በዓል ተመፅኡስ ኣይትርከብን እቲ መርዓ ወራያት ስለ ዝበዝሑ ዝብል ነገር ኣልዒለ ነይረ እሞ እወ ብሕዚኻ ተታሒዝካ ዶ ትኸውን እወ ብጣዕሚ ኣምላኽ ቆፀሮ እ፣ ተታሒዙ እዩ እኒኦ ግዜና ሰላም ይግበረልና እምበር እዎ ብዙሕ ውራያት ቆፀሮ ኣለውኒ ኣብ ቆፀሮ ዳርጋ ተጠቓሊሉ እዩ ክብለክ ይኽእል ተሜ ሕዚ ካብቶም ኣብ ውራያት ዘይሰኣኑ ድምቀት ውራያት ኢኻ እዚ ዓቕሚ እዚ ድማ ብቐሊሉ እዩ መፅኡ ዝብል እምነት የብለይን ብዙሕ ነገር ሓሊፍካ ትኸውን ኢኻ እሞ እስኪ ኪነታዊ ጉዕዞኻ እንታይ ይመስል ዝብል ነገር ክነጀምር ዝኾነ ሞያዊ ዝኾነ ዓውዲ ስራሕ ግድን ስለ ዝደለኻዮ ኣይኮነን ሓደ ካብ መጀመርያ ናይ ፈጣሪ ሓይሊ እዩ ኢልካ ኢኻ ትመስል ቡቲ ነገ ብቲ ሞያ ወይ ብቲ ዓውዲ እሱ ህይወትካ ክትመርሕ ስለ ዘለካ ናይ ፈጣሪ ፍቃድ እውን ስለ ዝኾነ ይመስለኒ ካብኡ ግን ንዝኾነ ስራሕ ከመታሕዛኻ እዩ ዝህበካ ጥቕሚ ዝኾነ ዓውዲ ስራሕ ከም ኣተሓሕዛኻ ብኣገባቡ እንድሕር እቲ ሞያ ትለማመዶ፣ ተፅንዖ፣ ኩሉ ነገር ትኾኖ ኮይንካ እሱ ከዓ ብኡ መጠን ኣብቲ ሞያ ፅቡቕ ለውጢ ክህልወካ እቲ ሞያ ባዕሉ እዩ ዝሕግዘካ ስለዚ ናተይ መጻጻ ካብ እግሪ እዩ ካብ ታሕቲ ካብ ድጉሪ እየ ናብዚ በፂሐ ካብ ድጉሪ ድጉሪ ጌርካ መሸማዕ ፍሒስካ ገለገለ ካብኡ እየ መሰረተይ ካብ ታሕቲ እማ ጥር ኢልካ ዝብፃሕ ኣይኮነን ስለዚ ካብ እግሪ እየ መፅአ ክመፅእ ከለኹ ብዙሕ ዕንቅፋታት የጋጥሙኻ እዮም ስራሕ ነቲ ሞያ ንኸይትገድፎ እውን ዝኾነ ኣብ ውሽጥኻ ዝሓደረ ስምዒት ኣሎ
እና ኣመፃፅኣይ ብዙሕ ፃዕሪ ኣለዎ ብዙሕ ውፃ ውረድ ኣለዎ ኣምላኽ መስገን ናብዚ ዝኒኸው ቦታ እኒኹ ተመስገን እየ ዝብል ንፈጣሪ ተመስገን እየ ዝብል ያው መዓዝ ጀሚርካ ተው ጭራ ብ19 ቴስዓን ሸውዓተ እኔ ናብ መርዓ ማይክሮፎን ተኻርየ ምስራሕ ጀሚረ ብውልቀኻ ብውልቀ በቃ ማይክሮፎን ነይሩ እዚ ናይ ቀደም እዚ ዝስቀል ገመድ ጌርካ ትሰቕሎ ብቴዮ ግዛእ ኮኔክት ጌርካ ሽዑ ጥዑም ነይሩ ክጥዕም ሽዑ ብጣዕሚ ጥዑም እቲ ኪነትካ እውን ካብ ዓብዪ ክሳብ ንእሽተይ እዩ ዘድንቐልካ ኣብ ትሽዑ ሰዓት በቃ ዝኾነ ዋላ ኣነ ንባዕለይ ሕዚ ቅድሚ እቲ ፕሮግራም እቲ ናይ ጭራ ናይ መርዓ ምስራሕ ምጅማረ ኣብ ዝኾነ መርዓ ከይደ ጭራ ዝወቅዕ ሰብ ክርኢ ከለኹ ንኽሪኦ እየ ክሳደ ይስበር ነይሩ እምበር ፅቡቕ ነይሩ ትሽዑ ሰዓት ካብ ገዛና መሊቑና ንኸይድ ካልኣይ ሎሚ መቸም ከወረ ዝወቕዐልካ ሰብ ይትረከብ ትሽዑ ንኸወረ እዩ ሰብ ዝባስ ዋዋ መናእሰይ ይባእሱ በቃ ከወረ ኣነ እዩ ዝወቅዕ እና እቲ ናይቲ ሽዑ ክዝክሮ ከለኹ እቲ ኣጀማምራ ማይክሮፎን ባዕሎም ተኻርዮም ሒዞምለይ እቲ ክራይ ባዕሎም እዮም ዝኸፍልዎ ኣነ እዛ ጭራ እየ ሒዘ ዝኸይድ ካብኡ ያው እቲ ጭውት ይሓድር ፅቡቕ ከዓ ወይ ቆልዓ እውን ስለ ዝነበርኩ ብዕድመ እውን ቆልዓ እየ ነይረ ብትክክል ፊዚካሊ እውን ብጣዕሚ ንእሽተይ ዘይሕሽ ንእሽተይ እና ፅቡቕ ሽዑ በቃ ደስ ዝብል ነይረ ኣብቲ ምጅማረይ ብዙሕ ሰብ እዩ ሰፖርት ዝገረን ነይሩ ብሞያ ኣጆኻ ኣጆኻ ዝብል ሰብ ብዙሕ ነይሩ እቲ ከምኡ ዓይነት ናቱ ውፅኢት እዩ ሰብ ከተባብዐካ ከሎ ኣጆኻ ዝብል ሞራል ብጣዕሚ እዩ ዓብዪ ነገር ከምኡ እዩ ዝብለካ ሰብ ሕጂ የለን ብትሽዑ ዝኾነ ገባራይ መፅኡ ጌጋኻን ጽቡቕካን ብደንቢ እዩ ፈትዩ ትነግረን ኮፍ ኣቢሉ ብስርዓት ኮፍ ኣቢሉ ብስርዓት በቃ ተገዲሱ ግዜ ይፈልዩ እዩ ገለ ሎሚ ምስ ጌጋኻ እዩ ጽቡቕ ኣለኻ ዝለካ ጽቡቕ ኣለኻ ማለት ሕማቕ እዩ ማለት ይኾንኩን ግን ጌጋኻ ዝነግረካ ሰብ ብኡ ልክዕ እታ ጌጋኻ እውን ክትእረመላ ዝገበረካ ሰብ ብጣዕሚ እዩ እና በቃ ማለትሲ ናይ ለውጢ ሰብ እዩ ክትልወጥ ስለ ዝደልየካ እዩ ሽዑ ጀሚረ 17 ዓሰርተ ትሽዓተ ተስዓን ሸውዓተን ኣከባቢ ክል- ቅድሚ ክልተ ሽሕ ቅድሚኡ ግን ጭራ ኣብ በዓል መን ትፈልጣ ኔርካ ትኸውን ናይ በዓል መን እናሰማዕካ ኢኻ ተሳሒብካ እወ ኣነ መጀመርያ ጭራ ኣብ ሱር ክፃወት ክለማመድ ዝገበረኒ እ፣ ጉሩም ሃይሉ ዝበሃል እኒ ወዲ ከባቢና ያው ኣበይ ከባቢ ኣሕዘራ ኣሕዘራ
ኣበይ- ኣበይ ናይ ዞባ እዩ? ናይ ወረዳ ብዘት ከባቢ ኣብኡ ከባቢ ጉሩም ብጣዕሚ እዩ መጀመርያ በቃ ኣብቲ ከባቢና ካብ ዝነበሩ ጭራታት ብጣዕሚ ኢና ንፈትዎ ነርና ብጣዕሚ እዩ ዝኽእል በቃ ጉሩም እያ መፅኡ ተተባሂሉ ዘይእከብ ሰብ ኣይነበረ ሻ ካብኡ እዩ መበገሲ እቲ ሞያ ፈትዮ ናብቲ ሞያ ምስ ኣተው ከዓ ናይ ንብርሃነ ብጣዕሚ ሶም ብርሃነ ገረ ሚካኤል ብጣዕሚ ናይ ንክንፈ እዚኣቶም ብጣዕሚ በቃ ብከባቢና ውን ስለ ዝኾኑ ናታቶም እናሰማዕኹ እየ በቃ ያው ኣንቲል ናው ብጣዕሚ እየ ዝፈትዎ ናታቶም ስራሕ በቃ ብጣዕሚ እዮም ነቲ ባህሊ ብደንብ እዮም ዘንፀባርቕዎ ናታቶም ናይ ብርሃነ ክንዝክሮ ንኽእል ዶ ይከኣል ዶ ይከኣል እዩ ደስ ይብለካ እወ ብርሃነ ማለት ንባህሊ በቃ ብደንብ ገይሩ ካብ ሀ ክሳብ ዝፈልጣ ሰብ እዩ። ብጣዕሚ እዩ ዝፈልጦ ኣሎ ጭራ ውቅዒት ወርዐ ዝበሃል ኣሎ እንደገና ጸድያ ዝብልዎ ኣለዎ እውን እየ ናብ ዕዳጋ ዓርቢ ገጽ ብኡ እየ ኩሉ እዩ ዝኽእሎ እሱ ብራያ ተኸይዱ ወዲ ራያ እዩ ዝመስል ብዓድና እንተመፅኡ ናይቲ ዓድና ባህሊ እዩ ዝኽእሎ ብጣዕሚ በቃ ሂዚ ካሴቱ ምሉእ ክሰምዖ ከለኹ ንትግራይ ብምሉኣ እዩ ዝገልፅ ናቱ ፀወታ ኣነ ኩሉ ዓዲ ትግራይ ጠቕላላ ዳርጋ ሰሪሐ እየ ኣብ ትግራይ ዘይስራሕሉ ቦታ የለን ግን ናይ ብርሃነ ገብረ ሚካኤል ናይ ኩሉ ዓዲ እዩ ብርሃነስ ወዲ ትግራይ ጥራሕ ኢኻ ክትብሎ ትኽእል እምበር ፈረስማ እዩ ገዝኡ ንፈረስማ ጥራሕ ኣይኮነን ዝገልፅ እዚ ይመስል ብርሃነ

ከምዚ ከማኺ እያ እዛ ቆልዓ ምስለኒ
የቐኒለይ ምረት ያበለይ ተምየ ሕዚ ወዲ እውን እናሰዓበ እዩ ዳዊት ዳዊት እናመፀ እዩ ናትኩም ሓገዝ እውን የድልዮ እዩ ብጣዕሚ ዳዊት ብዘይቀልዓለም ጥዑም ቆልዓ እዩ ብጣዕሚ ጅግና እዩ በርግፅ ንብርሃንስ ኣይሞተን ክንብሎ ንኽእል ቆልዓ እዩ ወሊዱልና ደስ ዝብል ቆልዓ እዩ ዳዊት ተሜ ሓንቲ ሳጓ ኣላትካ

እቲ ሰብ ግን ባዕሉ ጻዕዳ ሽሓነ እየ ኢልዋ በቃ እታ ደርፊ ጻዕዳ ሽሓነ ጌርናያ ብቲ ናይ ሓይሊ ፍስሃ ወሰላም እያ ኣብኡ ለሎ ኣብኡ ዘሎ እዩ ጻዕዳ ሽሓነ እየ ሰላም እየ ዝደሊ ኣነ እዩ ዝብል እቲ ደርፊ
ሕዚ ጻዕዳ ሽሓነ እየ ክትል ከለኺ ትርጉም ኣለዎ ስኢሉ ነታ ሽሓነ ንምልዓል ዝመስሎ ሰብ ኣሎ ብዙሕ እቲ ባህሊ እንድዩ ካብ ወለድና እዩ መፅኡ እቲ ኣበሃህላ
ነቲ ደልዮ ነገርስ ኣብ ከባቢኻ ዘሎ ነገር ቅንየ ጌርካ ኢኻ ትገልጾ። ጻዕዳ ሸሓነ ሰላም እየ ዝደሊ ኣነ ማለትሲ ጽቡቕ መኣዲ ክንበልዕሲ ሰላም እዩ ዝድለ እዩ በቃ ብሓጺር በቃ መኣድና ከይና ሓደ ስድራ ኣብ ሓደ መኣዲ ኮይና በረኻ ዘሎ መጽኡ ኩሉ ተኣኻኺቦ ሓደ መኣዲ ኮይና ክንበልዕሲ ሰላም እዩ ዝድለ ጻዕዳ ሸሓነ ሰላም እየ ዝደሊ ኣነ እዩ እዛ ደርፈይ ከምኡ ስለ ትብል ፍስሃ ወሰላም ግእዝ ድዩ እኒኦ እወ ፍስሃ ወሰላም ፍስሃን ሓጓስን ሰላምን ንዓድና ንዓድና ዋ እዚኣ ብጭራ ክንሰምዓ ኢና ካብተን ፈላሞት ስራሕትኻ እውን ትመስለኒ እወ ሳያ እያ በቃ ምስ ህዝቢ ስቱድዮ ካብ ዝተሰርሓ ምስ ህዝቢ ካብ ዘላለየት ንስርሐ ፃዕዳ ሸሓነ እያ ካብኡ ብዙሕ ትርጉም ኣለዎ ኣብቲ ውሽጡ ናብ ብዙሕ ኢኻ ትወስዶ ናብ ናብ ዓሰርተ ክልተ ትወስዶ ትኽእል ኢኻ ግጥሚ ዓሰርተ ክልተ ክትትርጉሞ ትኽእል ኢኻ ፃዕዳ ሸሓነ ሰላም እየ ዝደሊ ኣነ ኢልካ ክትዛረብ ከለኻ ሓደ ምስ ሰበይቱ ዝተፋትሐ ሰብኣይ ንክዕረቕ እውን ትርጎም እያ ጠቕላላ ተደርፊ ሓደ ዓዲ ሓደ ዓድን ሓደ ዓድን ተባኢሶምስ ሰላም ዝኾንሉ መንገዲ እውን ትገልጽ እያ ክልተ ዓድስ ብሰንኪ ክልተ ፍቕራት ዝዕረቕሉ ሚንስ እውን ትትርጉም እዩ ክልተ ፍቕራት ሲ ኣብ ክልተ ዘይሰማምዑ ዓዲ ይፋቐሩ እሞ እዞም ክልተ ፍቕራት ግን ንክልቲኡ ዓዲ ሰላም ይገብርዎ ብናቶም መንገዲ ኣለዎ ታሪክ ኣለዎ ኣብ ዝኮነ እየ ኣንቢበዮ ታሪክ ኣለዎ ግን እዞም ፍቅራት ኣብ ሩባ ይራከቡ እሞ ኣብ ሩባ ምስ ተራከቡ እቶም ናይቲ ሓደ ዓዲ መናእሰይ መፂኦም ነዛ ነዚ ወዲ ክውዕዎ ይመፁ እሞ እዛ ጓል ነዚ ተወዒኹሞ ክሕነቀ እየ ትብል ድሓር እቲኦም ከኣ ሓውና ይወቅዓለይ ኢሎም መጺኦም ኣብ ዝረዋ ምስ ተረኸቡ ንዞም መናእሰይ ተነኺእኹሞም ንኣይ ኣይትረኽቡንን በቃ ኣነ ህይወተይ ከሕልፍ እየ ይብሎም። እዚ ናብ ዓበይቲ ይበጽሕ ናብዞም ዓበይቲ ዓዲ ድሕሪ ብዞም ክልተ ተኣሽሙ እዚ ነገር እዚ ምስ ተጋፍሐ እዞም ዓበይቲ ዓዲ ኣብ ዘረባ ተራኺቦም ናይ ዕርቂ ሰላም ዝርርብ ይገብሩ ይዕረቑ። ደሓር መርዓ ይግበር ብሳላኺ ዛልበይ ዓምቢባ እዩ ዝብል ትግጥሚ ብሳላኺ እስኽወ ፍረ ሰላም ፍረ ሰላም ኢኺ እታ ፍቅረኝ እሲ ፍረ ሰላም እያ ናይ ሰላም ውፅኢት እያ ስለዚ እዚ እዩ ትርጉም ኣለዎ እና ንዝኾነ ይኹን ሰብ ሰላም ጥዑም እዩ ዝብል ትርጉም ስለ ዘለዎ በዚ ኢና

እንደገና ጓል ሓማተይ ዝብል ኣሎ ኣትዮ ሕለየለይ ጓል ሓማተይ ኩኒ ምሸት ክመፅየ ላሕሚ ሃምለጋኒ እዩ ዝብል ፀይቂ ኣለዎ ደሓን ንሳ ክነልዕላ እንዲና ተፃወትቲ ፅራስ እዩ ንእሽቲ ነዘንብል ተብሉ ኢኹም ቀያዕቲ ኢኹም እወ ሕጂ ክመፃ እየሳ ኣሎ ካብኡ ድሕሪኡ እዚ ድሕሪ ፃዕዳ ሸሓነ ኣለዉ ምሽኮ ዓይነይ ዝብል ኣሎ ምሽኮ ዓይነይ ላሰማዕኽዋ ነይረሲ ታይ እያ ትርጉማ ግን ምሽኮ ታይ እዩ? ምሽኮ ማለት ሲ ኣንቲ ብሌን ዓይነይ ዓይነይ ነገር ድዩ ብሌን ዓይነይ ጻዕዳ ዓይነይ ብሌን ዓይነይ ገለ ትብሉ ሓቂ ኒ ምሽኮ ዓይነይ ሒዚ መብዛሕትኡ ግዜ ምሽኮ ማለት ዝብላዕ ተኽሊ እንድዩ ናይ ኣብ ከባቢና ብዝበለጸ ኣብ ከባቢና እየ ዝፈልጦ ኣነ ክረምቲ እዩ ዝበቁል ፍሕረ ቢልካ ተውፅእ ከለካ ፃዕዳ እዩ በቃ እዚ ከምብልውለ እዩ ፃዕዳ እዩ ካብኡ ሕፅብ ክተብሎ ሓፂብካ ኢካ ትበልዑ ሓፂብካ ትሪኦ ከለካ ሲ ስኢሉ ዘይኮነ ንክትበልዕስ ንክትሪኦ እዩ ፅቡቅ ስኢሉ በቃ ደስ በሃሊ እዩ ስለዚ ምሽኮ እቲ ዝብላዕ ጥዑም እዩ እቲ መልክዑ እውን ፅቡቅ እዩ ሐዚ ትስስዐሉ ከይትወድዐ እውን ክትሪኦ እውን ትደል እወ ሐዚ ምሽኮ ዓይነይ ማል ማለት እንታ ቆልዓ ዘለዋ ፅባቐ ንኣኻ ዘለዋ እንታይነት ኣባኻ ዘለዋ ትርጉም ንምግላፅ ዝወሰድክዎ ኣባህላ እዩ ምሽኮ ዓይነይ

ዘብጽሕ ዘለዉ ከየንቲ ሓደ ኢኻ ብፍላይ ኣብ ቀረባ ግዜ እቲ ሓድሽ ቅድም ወጺኡ እኒኦስ ኣብ መድረኽ ክሊፕ ናይ ምስራሕ ነገራት ኣለዉ ንኣብነት ናይ ንተክለ ሃይማኖት ስፊ ዝብል ስራሕ እኮ ብጣዕሚ ተፈትዩ ኣሎም ብዙሕ ሰብ ይሰምዖ ቆንጆ ገይሮም ሰሪሖምዎ ድሕሪኡ ብዙሓት እውን ትስዕቡ ኣለኹም ተሜ እውን ስኽትት ኩምር ኣሰይ ዝብላ ስራሕትታት እውን ብናይ መድረኽ ስራሕቲ መፂኻና እኒኤኻ እሞ ምናልባት ምስ ክሊፕ ኣብ ምስራሕ እቲ ድኻሙ ክኾን ይኽእል እዩ ተወፃኢ ተቐባልነቱ ብንፅፅር እንታይ ይመስል ዝብል ነገር እስቲ ኣብቲ ናይ ቅድሚ ሕዚ ትሰርሖም ዝነበርካ ክሊፓትን ሕዚ እቲ ሓድሽ ቅዲ ወይም ድማ እቲ ናይ መድረኽ ክሊፕ እቲ ዘሎ ነገር ታይ ይመስል እስኪ ናይ መድረኽ ስራሕ
ሰብና እንታይ ይኾኑ ኣሎ ብጣዕሚ ደስ ዝብለካ ነገር ነቲ ባህሊ እናስተማቐሩ ናብቲ ናይ መጀመርያ ዝነበረ ናይ ቀደም ዝሰርሕዎ ዝነበሩ ኣቦታትና ብዘይ ምንም መፀባበቂ ብዘይ ምንም ነገር ኣብ መድረኽ ዝስራሕ ዝነበረ ዓቕሚ እሱ ንምምፃእ እዩ ናብቲ ናይ መድረኽ ተኣሽሙ ኣትዩ ምክንያቱ ብሓደ ወገን ተሪእክዮ እውን ናይ መድረኽ ስራሕ መድረኽ ክትሰርሕ ከለኻ ሕጂ ሓደ ዝኾነ ፕሮዲሰር ምስ ረኸብካ ኢኻ ናይ መድረኽ ስራሕ ትሰርሕ እቲ ፕሮዲስ ዩቱበር እዩ ዩቱበር ከዓነ ኣብቲ መድረኽ ክስራሕ ከሎን ብክሊ መልክዓዊ ስቱድዮ ገለመለ ኣቐናጁ ክቐርብ ከሎን ወፃኢታቱ ይረኸብ ሕዚ ክሊፕ ዝኾነ ሓደ ደርፊ ክሊፕ ክሰርሐ ከለኻ ካብ ስቱድዮ ጀሚርካ ክሳብ ናይ ሞዴል ናይ ሳዕሳዕቲ ኣብ በረኻ ወፂኻ ትሰርሖ ተኣሽምኒ ምስኡታ ተሓዋዊሱ ወፃ ኣለዎ ብጣዕሚ ወፃ ኣለዎ ሕጂ ዝኾነ ሰብ ካብ ስቱድዮ ጀሚሩ ሰሪሑ ቪድዮ ክሊፕ ሰሪሑ ኣረንጅ ገይሩ ናብ ዩቱበራት ከብጽሓ እንተ ኮይኑ ብጣዕሚ ወጻኒ እዩ ብውሕዱ ብቲ ናይ ጭራ ስታንዳርድ እምበር እኳ ዘመናዊ ተኮይኑ ሕዚ ብዙሕ ወፃ ኣለዎ ኣብዚ ብክራር ገለ ተዓጅቡ ስራሕ ሙዚቃ ተኮይኑ ብዙሕ ወፃ ኣለዎ ጭራ እኳ ተኮይኑስ ብውሕዱስ ፅቡቅ ገይርክ ስራሕ ተኮይኑ ኣብ ትግራይ ንባዕሉ በቃ ልዕሊ 400 ሽሕ ኢኻ ወጪ ትገብረሉ ናይ ደርፊ ናይ ክሊፕ ናይ ሞዴል ናይ ገለ ብዙሕ ወፃ ኣለዎ ካብኡ ከኣ ናብ ናይ መድረኽ ስራሕ ተመጺኺ ተለማሚድካ ኢኻ ትቐርብ፣ ብቑዕ ኬንካ ክትቐርብ ኣለካ። ካብታ መድረኽ እያ ትቕረጽ፣ ካብታ መድረኽ ምስልን ድምጽን ከኣ እየን ዝውሰዳ።
ኩላ ነገራ ሰብኣያ እያ ትውዳእ፣ ወጻኢ የብሉን።
ካልኣይ ወጻኢ ጥራሕ እውን ዘይኮነ ናይ መድረኽ ስራሕ ማለት ብትክክለኛ ብቕዓትካ ትርእየሉ ቦታ እዩ። ምስ ጌጋ እያ ትልቀቕ፣ ጌጋ ስለታ እውን ምስ ችግር እያ ትልቀቕ። ሓደ ሓደ ኣብ ስቱድዮ ዝንካእ ነገር ኣለ እዩ እሱ ግን መቸም እታ ተፈጥራዊት ነገር ኣይተወፅኣን ኢኻ ትነክኦ ተኮይንካ ኳስ ተፍቲ ጫውጫው ዝብል ብማይክ ዝኣተወ ድምፂ ኢኻ ቆራሪፅካ ተውፅኦ ዘይተደልየ ድምፂ ኢኻ ተውፅእ እምበር ሓድሽ ትገብሮ ነገር የለ ምክንያቱ ምስታ ምስሊ ተተሓሒዛ እያ በቃ ባዕላ እያ እታ ምስሊ ዘላ እታ ኤምፕስርን ስማዕራ እየን ስለዚ ንዚ እዩ እቲ ናይ መድረኽ ይምረፅ ዝምረፀሉ ዘለዎ ምክንያት ብወፃኢ ሓደ ካልኣይ እንደገና ብቕዓት ክህልዎ ኣለዎ እቲ ሰብ መድረኽ ክቀርብ ተኮይኑ ናይ መድረኽ ሰብ ክኾን እኒሀዎ ትርኢለ ዓቕምኻ ኢኻ ተርኢ ኣብቲ መድረኽ ወፂኻ እና ንሱ እዩ ኣፈላላዩ ግን ብወፃኢ ደረጃ ግን ኣይራኸብን ብወፃኢ ደረጃ እቲ ናይ ስቱድዮ ተሰሪሑ ተቐናቢሩ ዝቐርብ ስኡ ብጣዕሚ ወፃኢ ዘለዎ ንኡ እውን ሕጂ ብዙሕ ዓቕሚ ዘለዎ ሰብ ኣብ ስቱድዮ ኣትዩ ንከይሰርሕ ዝገብሮ ነገር ወፃኢታት እዩ እምበር መዓዓት ዘይፈለጥናዮ መዓት ክውዛት ሙዚቀኛታት ኣለዉ በቃ ሰኣን ንስቱድዮ ዝሽፍነሎም ዝኾነ ሰብ በቃ ሒዞሞ ምስ ዓቕሞም ስቑ ኢሎም ዝነብሩ እኒኦም እንተሓሲብክዮ በርከስ ብጣዕሚ ብዙሕ ቅርሺ ዘለዎ ሰብ ብዙሕ ቅርሺ ዘለዎ ሰብ ሞያ ዘይብሉ ደርፊ ከውፅእ ንርኢ ኢና ብስትድዮ ተሸፊኑ ገለመለ ይወፅእ እዩ ግን እቲ ኳሊቲ ኣብቲ ሞያ ዘለዎ ሰብ ሰሪሑ ብቲ ክሊፕ ደረጃ ቀርብ ከሎ እዩ ዝስማዕ ብዙሕ መብዛሕትኡ እና እዚ ይመስል ሓሳብ እታ ኣብተን ቅድም ኢለ ለልዐልክወን ተን ሰለስተ መድረኽ ተልዒ ተሰሪሐን ልበልክወን ክልተ ከም ኣብነት ክነልዕል እሞ ኣሰይ ብ ዝብል ስራሕ ዋላ እቶም ሳዕሳዕቲ እውን ብዙሕ ዝበሉ እዮም ዓበይቲ ወለዲ ኣለው ተዋሳእቲ እውን ኣለዎ ኣብታ ስክቲ ትብል ስራሕ እውን እዚ ናይ ደርፊ ክሊፕ ጥራሕ ሰይም ከምዚ ኮሜዲ ነገር ቅይዐ ተመኡ ዘካተትካዮም ገፀ ባህርያት ብጣዕሚ ብቕያዕ እንፈልጦም ብኮሜዲ እንፈልጦም እዮም እሞ ምናልባት ከመይ እዩ እዚ ሓሳብ እዚ መፅኡ ዝብል ነገር ኣብኣ ክትውስኸለይ ደልየ እየ ድሓር ግን ናብቲ ቅድሚ ሕዚ ዝስራሕ ዝነበረ ክሊፕን እቲ ናይ መድረክ ስራሕን ዝብል ነገር ሓደ ነገር ከለልየ ራይ ሕጂ ኣብዚ ባይዘ ኣነ ሕዚ ስራሕ ሒዘ እንዲየ ዝቐርብ ኣነ እዚኣ እዚኣ ትብል ስራሕ ኣለትኒ እዚኣ እዚኣ እያ ትብል ከምዚኣ ዝብል ግጥሚ ኣለዋ ኢለ እየ ዘቐርብ ካብኡ እቲ ኣብኡ ዝግበር ምንቅስቃስ ገለመለ ዳሪክተር እኒኦዎ እዚ ንኣብነት ኣብ ስክትት ኣብርሃ ጫሕማይ ነይሩ ኣብርሃ ጫሕማይ ብጣዕሚ ኣብ ትግራይና ንባህላዊ ካብቶም ብጣዕሚ ፅቡቅ ዓሸራ ዘቐመጡ ዳሪክተራት እዩ ብጣዕሚ ብዙሓት ኣብ እዝኒ ሰብ ዝበፅሑ ብዙሕ ዝና ዝረኸቡ ደርፍታት ዳይሬክት ዝገበረ እዩ እና ናይ ዳይሬክተር ውጽኢት እዩ ተውኡ ዘሎ እቲ ሰብ ሰሌክት ብጣዕሚ ጣዕሚ ፈጢሩሉ እቲ መድረኽ ሲ
እንደገና ኣብ ኣሰይ ዘሎ ከዓነ ናይ ሓኸለ ዝበሃል ዳይሬክተር እኒኤ ብጣዕሚ ጎበዝ ስውን ብጣዕሚ ጎበዝ ኩሉ ግዜ መርዓት ርእኽዮ ኣብ ጎኒ ኣሎ ምሳይ ይዘልል ከለ መድረኽ ይመርሕ ተወሰነ ዘመሳስል ፓርት እኒኤና ፌስና ኣመፃፃና ብሓደ ኢና ቤተሰብ ኢና እሱ እዩ ዳሪክት ገይርዎ እቲ ኣሰይ ዝብል ስርሐይ እቲ ኣብኡ ዘለዉ ሰባት እቲ ተኡ ዘሎ ለሃህያ ተኡ ዘሎ ቅርፂ ኩሉ ዳይሬክት ዝገበሮ ሓኸለ እዩ እና ናይቶም ዳይሬክተራት ውፅኢት እዩ ክብለኪ ደልየ ኣብ ሓደ ደርፊ ባይዘይ ናይ ሓደ ሰብ ኣይኮነን ስራሕ
ናይቲ ደራፊ ሽም ሕጂ ኣብ ዝኾነ ንሪኦስ ኣነስ ዝኾነ ኣብ ሂወተይ ክሓስቦ ከለኹስ መኣዝ እዮም ክከሓሱ እዞም ሰባት እዚኦም ዝብሎም ሰባት እኒኦ ዓጃቢ ሙዚቀኛ ማለት ኢንስትሩመንታል ዓጃብን ክሽኔን ክሽኔ ትሰርሕ ጓልንሲ በቃ ኩሉ ግዜስ ናቶም ስራሕስ ብካልእ ሰብ ይፅዋዕ ክሽኔ ሕጅስ ክሽኔ ክሽነ ቢላ ምግብ ዝሃበትካ እንዳ ምግብ ቤትስ ነዛ ወይ ተሪኻ ኩት ይብ ትባዕ ብጣዕሚ እዩ ዝገርመኒ ሕጂ ከዓስ ብድሕሪት ኮይኖም ሙዚቀኛታት ቤዙ ግዝዖ ሳክሶ ብደንበ ጸብቕ ኣቢሎም ካብቲ ድምፃዊ ይፅዋዕ ካብቲ ድምፃዊ ረ ይሽልም ንዮም ትሽልም እኮ ተሸልም ዝኸ ዝደርፍ ድምፃዊ ንኡስ ኣብዚ እቲ ይብተነሉ ግዛዕ ብጣዕሚ ሙዚቃ እኮ ምስኦም ኮይኒ ትኽክል ኢኻ ብጣዕሚ ጎበዝ ሰብኣይ ኣብ ሓዳሩ ንፉዕ ሽማ ዘይትፅዋዕ በዓልቲ ገዝኡ ግን ኣላ ከምኡ ነገር ኣሎ ኣብ ሂወት ኩሉ ግዜ ንዝኾነ ጽቡቕ ነገር ብድሕሪት ሳፖርተር እኒኦ ሓጋዝ እኒኦ እና እዚ ክብለኪ ደልየ ናይቶም ዳይሬክተራት ንኸልዕል ንኸድንቕ ስለ ዝደለኹ እየ ንኩሉ ለኻኺበዮ ይግብኦም እዩ ይግብኦም እዩ ሓንቲ ስራሕ ፅብቕቲ ትበሃልስ በቲ ድምፃዊ ጥራሕ ትኾን ገጠም ተለው ዘየም ተለው ዘየልዐልናዮ ናይ ብዙሕ ሰብ ናይ ብዙሕ በዓል ሞያ ውፅኢት እዩ እሞ

ተሜ ናባኻ ክምለስ ቕድም ኢልና እቶም ናይ መድረኽ ስራሕትታት እናልዐልና ፀኒሕና ነይርና ቕድሚኦም ዝወፁ ብርክት ዝበሉ ዝሰራሕኻዮም ክሊፓት እውን ኣለዉ እሞ ናብኦም ክሓልፍ ኢለ እዩ ምናልባት ተሜ ንክሊፓት እትዎም ትኹረት ክንደየናይ ይኸውን ዝብል ነገር ከልዕል ደልየ እየ ከመይ ኢኻ ነቲ ባህሊ ነቲ ያታ ነቲ መንነት ጸጋታት ትግራይ ከመይ እናላለኻዮም መጺኻ ዝብል ነገር እስቲ እቶም ቅድም ኢሎም ዝወፁ ክሊፓት ክንደስስ ክሊፕ
ክስራሕ እንከሎ እቲ ምስሊ እቲ ምስልን እቲ ግጥምን እቲ ዜማን ክወሃሃድ እኒኦዎ ስለዚ ክወሃሃድ እንድሕር ደኣ ኮይኑ ባህሊ እንድዩ ነቲ ባህሊ ክምስል ኣለዎ መሰረታዊ ክተምፅ ኣለካ ናይቲ ባህላዊ እቲ ናይ ቀደም በቃ ኣነ እቲ ንኣይ ባህሊ እዩ ዝብሎ እቲ ካብ ወለድና እንዲያም ይመፅ እዮም ሓደ ሓደ ናይ ቀደም ክሊፓት ይመፁ ቀደም ሲሎም ጻዕዳ ከለር ተሰርሑ ኣለዉ ብከምኡ ዝመፁ ክሊፓት ኣለዉ ብኡ ደረጃ እየ ዝፈትዎ እቲ ባህሊ ከምኡ ናብኡ ነገር እየ ክኾነለይ ዝደሊ እና ብዝኾነ ግን ኣነ ብ ክሊፕ ክሰርሕ ከለኹ ጠቕላላ ደርፍታተ ባህሊ ዘድምቕ ነቲ ናይ መጀመርያ ባህሊ ዝገልፅ እምበር ነቲ ባህሊ ብዝኾነ ይኹን መንገዲ ነቲ ባህሊ ክዘርገለይ ወይ ድማ ከባላሽ ብዝኽእል መንገዲ ከይርከብኒ ብጣዕሚ እየ ዝጥንቀቕ እርግጠኝነት ሰብ ሙሉእ የለን ሓልሓሊፉ ገይጋታት ክርከብ ይኽእል እዩ ወይ ሙሉእነት ዘይክህሎ ይኽእል እዩ ኣገላልፃ ግን ኣብ ስራሕተይ ካብ ባህል ዋፃ ከይኾኑኒ ብደንቢ እየ ዝጥንቀቆም ብደንቢ እየ ዝሕልዎ ማለት እዩ ብጣዕሚ ደስ በልኒ ግን ኣብ ጉዳም ሒዚ ጉዳም ዘና ሕጂ ስርሐ ዘና ስርሐ ኣብኡ ዝኸድናዮ ካይዳ ካብ ኣብኡ ዘለዉ ሰባት ካብኡ ዘለዉ ምንቅስቃስ ዳሪክ ተገባብርኡ በቃ ደስ ዝዓገብኩሉ ስራሕ እዩ ብጣዕሚ እዩ ደስ ኢልኒ በቃ ናተይ ስራሕ ስለ ዝኾነ ዘይኮነስ ኩሉ ዋላ ካሜራማን ኣብኡ ዝነበረ ዋጓጎ ፊልም ፕሮዳክሽን ማለት እዩ ኣብርሃ ጫሕማይ ዳይሬክተር ማለት እዩ ካብኡ ተመብኡ ዝነበሩ ኩሎም እቶም ተዋሳእቲ በቃ ብጣዕሚ ደስ ብዝብል ነገር ተሰሪሑ ደስ ይብልኒ በቃ ዓጊበ ቢያንስ ድሕሪ ሕጂ ካብኡ ብዝበለፀ ክሰርሕ እየ ዝሓስብ ግን እቲ ኣነ ከካትቶ ዝግበእኒ ደስ ክብል ዝኾነ ስራሕ ባይዞይ ማሕበረሰብ ክሰምዖ እንተደሊኻ መጀመርያ ባዕልኻ እያ ክትዓግበሉ ዘለካ በቃ ንስኻ ተዓጊብካሉ እቲ ዝሰማዕ እውን ክዓግበሉ ከም ዝኾነ ኢኻ ተኣምን ኣነ ብኡ እምነተይ መጀመርያ ስራሕኻ ከም ባዕልኻ ኮንካ ትሰምዖ ከም ሕብረተሰብ ኮንካ ትሰምዖ ከም ዝኾነ ሃያስ ኮንካ ትህይሶ ኩሉ ነገር ጌርካ ምስ ሕለፍካ ኢኻ ናብ ማሕበረሰብ ተቕርቦ ናብ ህዝቢ ናብ ሰማዕ ተቕርቦ በዚ መሰረ እዚ ደስ ዝብለኒ ገምጊመ ዘሕለፍክዋ ደርፈይ ሙሉእ ሙሉእ ጉዳ ብጣዕሚ ደስ ትብለኒ ክንደይ ጌራ ካብ ትወፅእ
ዋይ ጽቡቅ እውን ተራእያኒ እያ እኮ። ሰለስተ ወርሒ ገለ ገይራ ትኸውን እያ ሳልሳይ ወርሓ ወርሓ እያ ጽቡቅ እያ ያው ሓደ ነጥቢ ሽዱሽተ ካብ ቪው ኣለዋ በእርግጠኝነት ዝኾነ ደርፊ ብቪው ኣይኮንካ እንትልክዖ ዝኾነ ፓርቲ ጽቡቅ ሃልዩስ ብዙሕ ፓርቲ ሕማቅ ንሃለዎ ብታ ንእሽተይ ፓርቲ ሒዙ ሰብ ቪው ብዙሕ ክረኣ ይኽእል እዩ ኣጋጣሚ ቫይራል ናይ ምዃን ብሓደ ወገን ዕድል እዩ ብሓደ ወገን ከዓ እቲ ትፅዕነሉ ዩቱብ እውን ይውስኖ እዩ ዝኾነ ኣክቲቭ ዝኾነ ዩቱብ ዝኾነ ንድሕር ፅዒንካዮ እቲ ዩቱብ ብናይ ባዕሉ ኣሰራርሓ ገይሩ ቫይራል ንክኸውን ገብሮ ይኽእል እዩ ስለ ዝተረኣየ ኮነ ከመይ ተሰሚዑ ማሕበረሰብ ከመይ ተቐቢልዎ ካብቲ ሰብ ትረኽቦ ኮሜንት እኒ ብኡ ደረጃ እዩ እምበር ናይ መዓት ደረፍቲ ኣብኡ ዝፅሓፍ ኮሜንትታት እውን ኣሎ
ይውኸ ብጣዕሚ ኣነ ሕጂ ኣብ ደርፍታተይ ሕድሕደን ኣብኡ ተፃሒፉ ዘሎ ኮሜንት የንብቦ እየ መዓት ጌጋታት ይንገረኒ እዩ ይወስዶ እየ ክእርሞ እየ ዝፍት ኮሜንት ማለት ሕጂ መብዛሕትኡ ተብደገ ዘሎ ሰብ እንድዩ ነቲ ባህልና ብጣዕሚ ዝናፍቆን ዝግደሰሉ እንተገዲሱ ኮሜንት ፅሕፍ ሕጂ ኣብኡ እቶም ኣብ ደገ ዘለዉ ናይ ትግርኛ ሰማዕቲ ብሕድሕድ ኣርዮም ይሰምዕዎ ናፍቆት ውን ስለ ዘለዎም ናይ ዓዶም መስለኒ ኮመንት ብደንብ እዮም ዝጽሕፉ ሶ እሶም ዝጽሓፍዎ ከኣ ካብ ልቦም ስለ ዝኾነ መዓት ሓቂ ኣለዎ ስለዚ ምእራም ጌጋ ዘይብሉ ሰብ የለን ካብ ቃላትካ ካብ ኢቭን ኣነ ካሜራ ብዙሕ ኣይክእልን ኣብ ክሊፓተይ መብዛሕትኡ ወይ ከምዚ ኢለ ዓይነይ ዕምት ኢለ ዝወፅእ ወይ ናብዚ ገፅ እየ ዝገብር ካሜራ ኣብ ተፈጥረ ሕዚ ኣብኡ ብዙሕ ኮመንት ይብኒ ሕዚ ቅድም ኢልና ስቲ ናይ መድረክ ስራሕና እቲ ክሊፕ እናውጋዕና ነርና ሕዚ እቲ ናይ መድረክ ንእስ ወፃኢ ቅንስ የብል እዩ እቲ ናይ ቀደም እውን ምልስ ኣቢልና ክነምፆ ስለ ዝደለና ኢና ቀደምስ ኣብ መድረክ ኮይኖም ይሰርሕዎ ነሮም ዝብል ነገር ብፍላይ እዚ ኣብ ዘመናዊ ድማ ክኸውን ከሎ ሓሪፈ ኣብቲ ባህሊ ንእሽትን ሓንቲ ስግኣት እውን ስለ ዘለትኒ እያ ሕዚ እቲ ዝበዝሕ ናብኡ ስለ ዘድህሎስ ከይበዝሕ እሞ ኣብኡ ከይንተርፍ ምልስ ምባል እውን ስለ ዘድሊ ኢለ እየ እቶም ክሊፓት ናይቶም ባህላዊ ደርፍታትና ሲ እቲ ናይ ገጠርቲ ትኽክለኛ ባህሊ ተከዳድና ድዩ ተመጋግባት ባህላዊ ናውቲ እቶም ባህላዊ ገዛውቲ እቶም ተፈጥሯዊ ፀጋታት ትግራይ ትና ሃገረሰባዊ ምስሊ ኣብ ምዕቃብ ዓብዪ ተራ እኒኦዎም እዩ። ሕዚ ሙሉእ ብሙሉእ ናብቲ ከምዚ ዓይነት መድረኽ ተመፂናስ ንእሽትን ንቶም ሕዚ ክጠቕሶም ዝፀናሕኹ ዝፃረር ዶ ይኸውንን ብቐፃሊ እዚ ከመይ እናስተኻኸልናዮ ከንኽድ ዝብል ነገርሲ ኣብዚኣ ሓሳብ ተሃልያ ትካ ኢለ እየ። እወ እንታይ መስለኪ ኣብ ከምዚ ነገር ልክዕ እዩ ማለት እቲ ባህላዊ መንገ እቲ ባህላዊ ስራሕሲ ብኣግባቡ ተሰሪሑ ተሰኒዱ ነቲ ትውፊታትና ብዘንፀባርቕ መልክዑ ብክሊፕ መልክዑ ተሰሪሑ ናብ ህዝቢ ዓለም ተዝበፅሕሞ ባህልና እንተነላሊ ይሕሽ እምበር ባህላዊ ዝኣክል ብጣዕሚ ዝገርም ስራሕ ንሃለየስ ኣብ ሓንቲ መድረኽ ብሳዕሳዕቲ ደው ኢልካ ብኡስ ክልመድ እዩ ስለዚ ትወፃኢታት እውን ስለ ዝንእስ ሰብ ናብኡ ኩሉ ኣንፈቱ ክገብር እዩ እዩ ሓደ እንታይ ኣሎ ጉዳይ ብመድረኽ ኣብ መድረኽ መፅኡ ብልክዕ ክሰርሕ ዘይኽእል ሰብ ብዙሕ ስለ ዘሎ ኦልሬዲ እቲ ክሊፕ ኣይቐርን ግን ስጋእቲ ኣነ እውን ስጋእቲ ኣለኒ ኣብ ከምኡ ወፃእታት ስለ ዝቕንስ ሰብ በቃ ብመድረኽ ዘይንሰርሐ ታይእቲና እዩ ክንዲዚ ወፃ ነውፅ ዝብል ነገር ክመፅ እዩ ብኣንፃሩ እቶም ዩቱበራት እውን ንሱ እዮም ዝደልዩ ብዝነኣሰ ዋጋ እዮም ዝረኽቦ እቶም ዩቱበራት እቶም ዝገዝኡና ሒዛ ኣነ ሙሉእ ደርፊ ሰሪሐ ወዲኤ ኩሉ ነገር ኣረንጅ ገይረ ባዕለይ ሰሪሐ ከረክቦም ከለኹን ኣብ መድረኽ ናይ ናይ በቃ ናይዛ ሞያይ ጥራሕ እዮም ዝኸፍሉኒ ኩሉ ነገር ባዕሎም እዮም ዝሽፍኑ ስለዚ ንሓንቲ ደርፊ መግዝኢ ዘውፅእዎ ዝነበሩ ሓሙሽተ ወር ሽዱሽተ ስራሕ ንመስርሒ ይኣኽሎም እዩ ፍቲ መድረኽ መድረኽ ሳስ እዎ እሱ እዮም ዝደልዩ ግን ብዓይኒ ሓቂ ተመፂኺ በርግጥ ንኣቶም እሱ ይጠቕሞም ነዊሕ ደቂቃ እዩ ቪው ሕዚ ንኣብነት ናተይ ናይ ስኽትት ክልተ ነጥቢ ክልተ ድዩ ክልተ ነጥቢ ሓደ ገለ ቪው እኒኦዎ እዎ ክንደይ ደቃ ድዩ መስልኪ ዓሰር- ስራ ዓሰር- ድዩ ራኹ ዓሰርተ ሸዓተ ድዩ ዓሰርተ ሸዓተ ሸዓተ? ከባቢ እዎ። ኣብታት ካብ ክልተ ነጥቢ ሓደ ተራእይ ማለት ክንዲ ናይ ሸውዓተ ሸሞንተ ደርፊ እዩ ማለት እ፣ ደርፊ እዩ እቲ ስራሕ ንሱ እም። ረኣዮ እንግዲህ ሓደ ደርፊ እኳስ ሽዱሽተ ደቂቃ ኮይኑስ ክልተ ነጥቢ ሓደ እንድሕር ተራእዩ ብዙሕ ተራእዩ ዝበሃል ዓሰርተ ሸዓተ ደቂቃ እንግን ኦል ዕስራ ደቂቃ ኮይኑስ ክልተ ነጥቢ ግዛዕ ተራእዩ ማለት ብዙሕ እዩ ንኣቶም የዋፅኦም ብዓይኒ ሓቂ እውን እሱ ይሕሾም ካብ ደርፊ ክገዝኦም ግን በዛ ንእሽተይ እንትን ማለት ሙዚቀኛ ምስቲ ዘለዎ ዓቕሚ ምርጭኡ ስለ ዝገብሮ እዩ እምበር ብዓይኒ ሓቂ ንባህልና ደረጃ ትኾንኪ ብክሊብ ደረጃ ክስራሕ እዩ ዝበልፅ ማለት እሳ ኢለ እየ በቃ ብክሊብ ደረጃ ክስራሕ ከሎ ብዙሕ ትውፊታት ኢኻ ተፋልጥ ብዙሕ ባህሊ ትግራይ ኢኻ ትርኢ ስለዚ ፅልዋ ኣለዎ እዩ በቃ ብዘይ ገለ ዓለም ፅልዋ ኣለዎ መብዛሕትኡ ተፃዋቲ ጭራሲ
ድምፂ እንስሳ ናይ ምምሳል ካልኦት ነገራት ናይ ምምሳል ነገራት ኣለዉ እዎ የምስል እዩ ይቕይዕ እዩ እዎ ተሜ ድማ ማለት ታጭራስ ከም ትገብራ ኢኻ ትስእን ሒዝኻያ ትዘልል ሒዝኻያ ትድቅስ ቁፂፂ ኢኻ ትብል እታ ጭራ ሒዝኻ እሞ ተሒዘ ጭራ ጓይላ ዓምቢራ እውን ትብል ኢኻ በዓልኻ ዝወነዝ ከመ እዩ መፅኡ ምናልባት ብዙሕ ግዘ ኣብ መድረኽ ካብ ምስራሕ ዶ ይኸውን ከመ እዩ እዚ እዎ ኣነ ሒዚ ከምቲ ዝብለኪ ካብ መድረኽ ወፃእ እኮ ብዙሕ ናብ ዓይኒ ሰብ ጠሚቶም ከዋጋ ይክል እንደ ሕፍረት ደለኒ እንደ ሓፋሪ እኳ ይብልን ግን የሆነ ኣለዉ ተፈጥሮዊ ነገር ክኸውን ይኽእል እዩ እቲ ኣብቲ መርዓ ከይና ኣብቲ መርዓ ፅምድምድ ኣቢልና ኣቑሑትስ ከወሮ ዲም እንተኢላ ግን ኩሉ ነገር ኩሉ ነገር በቃ ይጠፍእ እዩ ኩሉ ነገር በቃ የለን እና ብዙሕ ስለ ዝሰራሕና ኣብኡ ንወስዶ ልምዲ እዩ ይመስለኒ ኣብቲ መድረኽ ምስ ደየብና ባዕሉ ዝመፅእ ነገር ነ ኣነ ሕዚ ኣብቲ መርዓ ኮይነ ዝደርፎም ኣብኡ ዝኾነ ስቴድየማን መፅኡ እቲ መርዓ እናሃለኹ ከይተፈለጠ ዝቐድሕ ተዝህሉ ነይሩ መዓት በቃ ፀኒሐ ዘይዝክሮም ነገራት ኣብ ዩቲዩብ እኮ እኒአው ብዙሓት ኣብ መርዓ ዝሰራሕኻዮም ዝተጠቅዑ ዝሓዝናዮ መድረኽ መብዛሕትኡ ድሙቕ እዩ ብዙሕ ዘይዓምበረልና ለይቲ ኣይክህሉን እና በዓል ወፍቲ መድረኽ ምስ ወፀና እንፈጥሮ ነገር እኒአ በዓል ዝመፀልና ስለዚስ ዳይሬክተርና ኾሮ ልቐቕ ንብሎ ስኽትት ትብል
እስቲ ኣብታ መወዳእታ ከባቢ ኣብታ ደርብ ከባቢ ይስደደልና እሞ ምስታ ጭራኻ ኮንካ ተልዒልካ እዚኣ ተነፍታ ውራይ ተርእየን ኣለዋ ሳዕ ተዒልታ ተዚኣ ተርእየና ኢኻ እወ ዝሮ ዝሮ ብሓደ ግዜ ይመፅን ብሓደ ግዜ እንትን ኣይብለልካን

ደርፍታትካሲ ኣብ መብዛሕትኡ ተፃወቲ ጭራ እውን ንዕዘቦ እንድዩ ተፃወቲ ጭራስ ነፃ እዮም እዩ ዝበሃል ቅድም ኢልኻ እውን ጅምር ኣቢልካ ኣለይ ስለ ዝነበርካ ናይ ተሜ ድማ ንእሽትን ፅዕቕ ይብል እዩ ተመልከቲ ንሽትን ክነዘናግዖም ኢለ እየ ግጥሚ እውን በዓልካ ስለ ዝኾንካስ እንታይ እዩ እዚ ከመይ እዩ ልመፅእ ግጥሚ ልምፅሓፍ ከመይ ዓይነት ኩነታትን ግዘን ኢኻ እትመርፅ ንነቕንቕዮ ሃባነናድስ ኣብ ምንታይ ዝተፅሓፉ ይኾኑ ምንታይ ኩነታት ዝተፅሓፉ ይኾኑ እወ ሕዚ ትኽክል እየ ኮ ተፃወቲ ስድራ በቃ ነፃ እዮም እዩ ልበሃል እወ ወሪስና ኢና ባይዘ ኣነ ሕዚ ብዙሕ ኣልዒለ እየ ብርግፅ ነፃ እየ እውን ኣይ ከምቲ ዝበልክዮ ነፃ እየ ግን ፀኒሖም እዮም መማቐሪ መድመቂ እዩ እኮ ግን ኣሎ ኣመፃፅኣና ሕዚ ክትዛረቦ ትኽእልን ዘይትዛረቦ ከ- ዘይዝረብን ኣሎ እወ ነውርን ሕጂ ንውርን ነብርን ንውርን ዝበሃል ነገር ኣሎ እወ ግን እቶም ኣባህላታት ብጨራ ዓይኒ እወ ነይሮም እዮም እንዲያም ዝበኣሱ ኣለዉ ብዙሕ ከያኒ ከም ዓብዪ ፀገም ገይሩ ዝወስዶ ኣሎ እዩ እ፣ እሞ ድማ ከዓ ዓብዪ ብደ- ብጣዕሚ ናይ ቀደም ዝፈልጥ ክንደይ ኣሎ ከም ሽግር ገይሩ ዝወስዶ ግን ኣነ ካብ ማሕበረሰብ ኢና ምፂናዮ ኮቲ ባህሊ ዝኾነ መርዓ ኣብነት ከልዕለልኪ ዕልል በላ ንስ ተበልኩ ዛዕቱ ቀቢፀ ቀደም ብማይክሮፎን እዩ ኣታ ዕልልታ ስዕልልታ ተበልኩ ቀቢፀ መን ይዓልል ሱቅ ድሓር ትንትዕማቴ ኣትንትዕማቴ ብዘይ ባኻትክን ተኾርሚኻ ሞቴ ለለቑስ ዕልል ወይለከ ማለት ሓቂ እንድዩ ትክክል እኮ ማለት ብዘይ ብኣኻትክን ብዘይ ደቂ ኣነስትዮ ሲ ምንም ዋጋ የብሉን ሓደ ወዲ ተባዕታይ ብኣንፃሩ እውን ብዘይ ወዲ ተባዕታይ ከዓ እስኽን ከዓ ኮይኑዋ እያ የለን ሕጂ እስኽን ከምኡ ኢልክን ትደርፋ ንሕና ከምኡ ኢልና ንደርፍ ከምኡ ኢልካ ኢኻ ዓለም ትሓልፋ ማለት እዩ ከምኡ ኢለ ምስ ደረፍኩ

ንጸወታ ዝኣክል ኣልዒልና እምበር ከምቲ ቅድም ኢልካ ዘልዐልካልና ፍስሃ ወሰላም ስራሕ ኣሎ እዩ ምሽኩዓይነይ ሕድሪ ኣለኒ ብፍላይ ሕድሪ ኣለኒ ሕዚ ክነልዕሎ ደልየ እወ ኣብቲ ናይ መኸተ እዋን ዝሰራሕኻያ እወ ብጣዕሚ ቆንጆ ስራሕ እዩ ሽዑ እወ። እውን ንራኸብ ነርና ኢና ኣብቲ ገድሊ ይኹንኩም ናይ ባዕልኹም እጃም ኣበርኪትኩም ኢኹም ብፍላይ ተፃወትቲ ጭራ እውን ማለት ሽዑ ዝተፋለጥናዮም ተጻወትቲ ጭራ ዘለው እቲ ገድሊ ዘውፅኦም ከም እኒ ጌታቸው ምልዓል ይከኣል እዩ መንእሰይ ጌታቸው ኣለውሞ
ተኡ ነበረኩም ግደታ ይመስል ዝብል ነገር ምስታ ሕድሪ ኣለኒ ትብል ስራሓ እውን ተተሓሒዙ ፅቡቕ መልእኽቲ ዘለዋ እንድያ እዚ ምእንቲ ዓዶም ምእንታና ክቡር መስዋእቲ ዝኸፈሉ ጀጋኑ ኣለዉ በብ ምዕራፉ እሞ ብሓቂ ሕዚ ሕድሮም ንክብረ ኣለና ንክብረ ኣለና ዲና ትድሮምስ ሕዚ ኣብ ምንታይ ኢና ኣብፅሕናዮም ልብል ነገር ንእሽትን ከም ትግራ ከም ተጋሩ ሕዚ እቲ ዘለና ነገር ንእሽትን ብትዕዝብትኻ እውን ክተውግዐኒ ደለየ ብተዘክሮኻ ናይ ገድሊ ተዘክሮኻ እውን እወ ሓቅኺ ኢኺ መቸም እቲ ኣብቲ ኩነታት እሱ ዝነበረ ብዙሕ ነገር እዩ ዝዝክር ነው ብዙሕ ነገር እዩ እንተሓሊፉ ብቻስ ብዙሕ ነገር ምልዓል ይከኣል እዩ በእርግጠኝነት ኩነታት እሱ ዝወፃእ ዘይመስል ኩነታት እዩ ተወፂኡ ከቢድ ብጣዕሚ ፈታኒ ኩነታት እዩ ነይሩ ሳላ ጅግና ትግራዋይ እቲ ዝውፃእ ዘይመስል ነገር እዩ ወፂኡ ሓሊፉ ኣብዚ ምሕላፍዚ ግን ብዙሕ ነገር ንፈትዎም ንኹሮም ኣሕዋትና ኣዕርኽትና ዝሰኣናሉ ኩነታት እዩ ብርግፅ ኣብዚ ኩነታት እዚ ኣካሎም ዝጎደሉ ብዙሓት ሰብ ሞያ ብዙሓት ንትግራይ ቁልፊ እንብሎም ሰባት ኣካሎም ስኢኖም ኣካሎም ጎዲሎም ከፍ ዝበሉሉ መመንት ዝፈጠረ ኩነታት ይሱ ትግራይ ኣብ ፀገም ኣላ ብጣዕሚ ፀጊሞ ዘሎ ትግራይ ብጣዕሚ የለክ ኣለኹ ብኩሉ ነገር በቃ ካብዚ ዓብዪ ክሳብ ዝነኣሰ ትግራዋይ በቃ ኣብ ሽግር ኣሎ ብዝያዳ ግን እቶም ስድራ ስዋኣት ኢሉ ከዓ እቶም ጉድኣት ኣካል ከዓ ረእዮ ብርግፅ እና እቲ ሞመንት እሱ ከምኡ ነይሩ ፅቡቅ ኣብ ፅቡቅ ደስ ኢልና ብጣዕሚ ንሂወትና ዘይንስስዐሉ ኩነታት ኣብ ዝነበርናሉ ግዜ ዝተሰርሐት እዩ እታ ስራሕ ንሳታ ሕድረለኒ ናይ ኣቦይ ዝብል እዛ ሕድረለን ትብል ስራሐይ ኣብቲ ኩነታት እሱ ኮይና ኣብ ካብ እግሪ ክሳብ ላዕሊ ሓደ ሰሚሮ ዝነበረሉ ሰዓት ተሰርሐት ስራሕ እያ ብትክክል ከዓነ ኣብ ግንባር እዩ ኣብ ግንባር እዩ ማዕለይ ዓዲ ሃየ ብሉለይስ መልእኽቲ በቃ ብድሕረየ ደቀ የለው እዮም ትክክል ኣደ የሎ ኣቦ የሎ ቤተሰብ የሎ ወይም ሃየ ከይኸፍኦም እዩ ሜቢ ግንባር ስለ ዘለኹ ክስዋእውን ይኽእል እየ እዩ መልእኽቱ ኣብ ግንባር እዩ ማዕለይ ዓዲ ሃየ ቦለለ ከምኡ እዩ ከዓ ነይሩ ትሽዑ ሰዓት ኣነ 213 ባዕለይ እየ ወፅየ ናብራኻ ማንም ዘገደደኒ የብለይ ስለ ዝወፃኹ እውን ንሓንቲ ደኣ እውን ይነስሓ ብጣዕሚ ሕጉስ እየ
ብዝከኣለኒ ንዓደይ በቲ ዝኾለ ነገር ምግዳለይ ኣነ ሕጉስ እየ ብጣዕሚ ኩሉ ግዜ እየ ዝሕጉስ ዋላ ንሓንቲ ደቂቃ ኣይናሳሕ ምክንያቱ ኣሚነሉ ዝወፃኹ ዕላማ እዩ ገድሊ ታይ ምሂርኒ ትብል ተሜ? ዋይ ገድሊ ገድሊ ወጺኻ ገድሊ ወጺ ረኸብካዮ። ጠንካራ እየ ኮይነ ብጣዕሚ እየ ጠንካራ ኮይነ እ፣ ማለተይ ጠንካራ ዝገበረኒ ነገር እንታይ እዩ ንዕላማኻ ጠ- ጠንኪ- ጠንክ- ተጠንኪርካስ ንዕላማ ዓዋቲ ሰብ። ኢኻ ኦ፣ ኣብ ዕላማ ናይ ዕላማ ሰብ ክትኾነ ኣለካ ካልኣይ ናይ ዕላማ ሰብ ክትኾን ኣለካ ካብኡ ህዝቢ ታይ እዩ ኣምሂርኒ ህዝብስ ታይ እዩ ህዝቢ ህዝቢ ህዝብስ ታይ እዩ ገለ ህዝቢ ማለት በቃ ዓንዲ ሕቆ ናይ ሃገር እዩ ህዝቢ እዚ ንህዝቢ እውን ህዝቢ ትግራይ እንድሕር ኢልክስ የዋህ እዩ ብጣዕሚ የዋህ የዋህ ክትኾን እዩ ዘገደካ ሽዑ ብጣዕሚ እቲ ከቢድ ነይሩ እቲ ብጣዕሚ ዘድክም ዋላ ናይ ሓንቲ ደቂቃስ ብመኪና ዘይትጓዓዘሉ ግዜ እዩ ነይሩ ካልኣይ ጥሜት ነይርዎ ፃምእ ነይርዎ ኣብ ዝኸፍአ ኩነታት ኮይና ኢና ነርና ሽዑ ሰዓት ግን ሽዑ ይጥዕም ክጥዕም ነይሩ ብጣዕሚ በቃ ምስ እንታይ ከም ትገብር ትፈልጥ ኢኻ ሞራል ኒኤካ ንስኻ እዚ ዝኾነ ግዜ እንዳውጋዕናስ ሓንቲ ነይራ ብፀይትና እናተዛረበት ኣብ መድረኽ ወፂኣስ ሓንቲ ኮይና ሂወተይ እምበር ብዙሕ ግዜ ምተሰዋእኹ እናበለት ተሰዊኣ ብውነ እዩ ነይሩ ሽዑ ብውነ በቃ ሰብስ ኣዘ መራሒኡ ገለ ኣይኮነን ዝእዞ ነይሩ ብሕልኑ እዩ ዝእዘዝ ነይሩ ብሕልኑ ናብዚ ትበሃል ከለኻስ ኣይትዕጠጥን ኢኻ ብስሩ በቃ ደስ ኢልካ ኢኻ ትኸይድ ካብኡ ኣብ ኪነት ኮይነ እየ ዝበዝሕ ግዜ ሰሪሐ ግን ኣብ ኪነት ኮይና ዘይተዋጋእና ኢልና ንርብሸሉ ግዜ እዩ ብዙሕ ነይሩ በቃ ክላሽ ሃውና ኢልና ክላሽ ነይሩና እዩ በርግጠኝነት ግን ናብ ግንባር ዘይከድና ኢሉ ዝርብሽ ሰብ ነይሩ ማለት ስለዚ እዚ ግዜ እዚ ተሓሊፉ ኣብዚ ኒና ግዜ ኒና ብሓፂሩ ኣምላኽ ሰላም ይፍጠረልና ይፍጠረልና ኣዎ ናይ ህዝቢ ትግራይ ዝኾን ሰላም እያ ርሒቓን እያ ኣዎ እዛ ሰላም እስቲ ኣምላኽ ሰላም ይፍጠረልና በቃ ብሓፂሩ ሰላም እዩ ንኹሉ ነገር ሰላም ዝደሊ ህዝቢ ተደልዩ ልዕሊ ህዝቢ ትግራይ የለን ጭራሽ ሓቂ። ብደንቢ እዩ ዝፈልጦ ስ- ስለ ሰላም

ደቃዓደይ ሰላም ብሓበራ ደቃዓደይ ሰላም ብሓበራ ቆልዑ ትግራይ ሰላም ብሓበራ ተሓልኹም ማርያም ኣደይ ባዕላ

ደቂ ኣዳም ወይ ትዕሽነትና ዘይንፋቀሮም ዓለም ተለና። እንተ ሞይትናስ ሓመድ እዩ ሰብና ናነይ ናነይ ናነይ ናነይ ናነይ ዓለም ሰርነት ዓለም ሰሪ ዓለም ሰርነት ዓለም ሰሪ ሕማቅ ገላጋላይ መቃተሊ ውዒልካ ሓዲርካ ሞት ዘይከሪ ንዛሕማ ዝጋራ ኩሉ ጻዕሪ ወድኖ ወድኖ ዘይብሉ ይግበር ዓቕሊ ወድኖ ዘይብሉ ሲግበር ዓቕሊ ውዒልካ ሓዲርካ ሞት ዘይከሪ ገንዘብ ዘይብሉ ሰብ ተታላሊ ወድኖ ዘይብሉ ሰብ ይግበር ዓቕሊ

ህዝቢ ትግራይ ሰላም እዩ ዝምነ ሰላም እዩ ሕድሪ ኣለኒ ዝብል ስራሕ እውን ሰሪሕካ እወ በብመድረኹ ኣብ ሰልፍታት እኮ ሕድሮም ከይነዕብር ንብል ኢና ግን ኣብ ቃልን ተግባርን ምፍልላይ ኣሎ ሕዚ ሕዚ እቲ ሓድነትና ክጥንክረሎም ዝግባእ ግዘ፣ ተመዛበልቲ ክምለሱ፣ ጉድኣት ኩናት ክንሕግዝ፣ ንስድራ ስውኣት ኣለናልኩም እንብለሉ ግዘ እዩ። ግን ድማ ሐዚ ንእሽትን ክፍተታት እውን ስለዝረኣ ኣሎ ሓደ ንኹን ዝብል ነገር መልእኽቲ ክነሕልፍ ኣብ መወዳእታ ሕዚ ኣብታ መእተዊ የልወልኽዋ ኣብ ፆም ስለለለናስ ውራያት ኢልና ኣልዒልና ነርናዎ ተታሒዝኻ ትኾን ኢኻ ግን ድማ ሰላም ተኾይኑ ውራያት ክህልው እዩ። ግድን እዩ ሰላም ተኾይኑስ ክንዋሰብ ክንወልድ ወለዲ ፍረ ደቆም ክሪኡ ግድን እንድዩ መርዓታት ክህሉ እዩ ምስዚ ተተሓሒዙ ግን ኣብ ትግራይ ሕዚ ሕዚ ሱቕ ኢሉ ናይ ክልተ ዓለም ሰባት ለንመስል ኣለና ዝብል ነገር ይለዓል እዩ ሕዚ ቅድም ኢልካ ዝተመዛበልቲ ስድራ ስዋኣት ላላ ካላ ልዕሊ ካለዩ ነይሩ ብሓደ ገፅ እቶም ኣብ ዓድና ለለዉ ውራያት ክንርኢ ዘለና ድማ ዝኾነ ኣብ ካሊእ ዓዲ ለለዉ ነገር ይመስል እሞ ትግራይ ኣህም ዝዓይነት ቅልውላው እናሃለወትሲ እቲ ከምዚ ነገር ምህላዩ እቲ ዓቐን ለይብሉ ፍሰስ ተፋሰስ እቲ ህዝብኻ ርስዕ ቢልካ ከምዚኦም ነገራት ምግባር እውን ንእሽትን የተዓዛዝብ እዩ ዝብል ነገር መርዓ የድልን የኾነን ግን ዕቅን ዝበለ ተዝኸውን ንቲ ተፀጊሙ ዘሎ ህዝብና ተንርኢ ይብል እዩ ብዝሕ ሰብ እሞ ምናልባት ረሜ ከም ሓደ ትግራዋይሲ ንእሽቲ ነውዚ መልእኽቲ ሕሊፍኻለይ ክንሰነባበት ስለ ልደለኹ እዩ
እወ ሓቂ ክለኺ ብርግፀይነት እቲ ሓሳብ ዘይከሓድ ሓሳብ እዩ እቲ ክልተ ዓለም ዝበልክዮ ነገር ግድን እዩ ብጣዕሚ ዝጠሚ ሰብን ብጣዕሚ ዘለዎ ሰብን ክህሉ ኣብ ሓደ ድሕሪ ኩናት እትነብር ዘላ ዓዲ ክህሉ ግድን እዩ እዚ ኣብ ኩናት ግዘ ብጣዕሚ ዝዓነወ ኣሎ ኣብ ኩናት ግዘ ከዓነ ብምንም ኢሉ ካብቲ ናይ ኩናት ብርሰት ዝተረፈ ሰብ ኣሎ ካብቲ ናይ ኩናት ብርሰት ተሪፉ ዘለዎ ትርፊ ተጠቂሙ ናይ ምልዋጥ ዓቕሙ ዝለዓለ ዝኾነ ሰብ እውን ኣሎ እዚ ኣብ ዝኾነ ይኹን ዓዲ ዘጋጥም እዩ ኣሎ እዩ ሕጂ ኣብዚ ብምንታይ ክትፈልዮ ሂማኒቲ ክህሉ ምግባር ኣብ ዝኾነ ከምዚ ዓይነት ነገር ናይ ሰብ ርህሩህ ዝኾነ ማሕበረሰብ ናይ ምፍጣር ኣብቲ ማሕበረሰብ ፅቡቕ ርድኢተ ምፍጣር ኣብ ምግባር ናይቲ መሪሕነት ጉዳይ እዩ ዝኸውን እምበር እቲ ብጣዕሚ ሃብታም ነቲ ዘይብሉ ንክሕግዝ ምግባር ናይቲ መሪሕነት ግንዛቤ በቃ ሓደ ብፍላይ እዚ መራሕቲ ሃይማኖት ኣብ ኩልዎ በቃ ንክተሓጋገዝ ምግባር ንዝኾነ ዓዲ ባይዞ ኣብ ላዕሊ ዘሎ ሰብ እዩ ክሳብ እግሪ ሰሚሩ ሓደ ገይሩ ንክተሓጋገዝን ንክረሃርሃን እከለ ሓወይ ጠሚዎ ኣሎ ንክብል ዝገብሮን በቃ ኣብቲ ማሕበረሰብ ናይ ሃይማኖት መራሕቲ ኣለዋ ኣብ ዝህብዎ ኣስተምህሮ እዩ ዝግደብ እምበር እቲ ሓደ ናጠመየ እቲ ሓደ ትርፊ ገንዘብ ናሃለዎ ከጣፍኦ ማለት ልክዕ ይኾነ ማለት ኣይመርዓን ኣይኮነን ሰብ ክምርዖ ክዋሰብ ክወልድ ኣለዎ ካብኡ ከዓ ተጋሩ ክንበዝሕ ኣለና ንምንታይ ይምርዖ ኢልካ ኣነ ይድግፎን እዚ
ግን ብኣግባቡ ብመጠኑ ኣለዉ እኮ ብዙሓት እኮ ኣብነት ኣለዉ
መርዓ እንድሕር ገይሮም ሲ ኣነ ዝፈልጦም ኣሎ መርዓ ስራሕ ክሎምስ ፍርቀ እንተነእክሎም እዮም ናብ ተፈናቐል ተወሲዶም ክልተ ግዜ ኣብ ክልተ ወገን ውራይ ዝገብሩ ሰባት ኣለዉ። እዛ ዘበን እዚኣ ክሳብ ትሓልፍ ተደጋጊፍና ሓሊፍና ህይወት ሰብ ነድሕን ነትርፎ እና ክንተሓጋገዘ ኣለና ዝብል መልእኽቲ ኣለኒ። ብጣዕሚ ክብረት ይሃበለይ ብጣዕሚ እየ ለመስግን። ኣነ እውን ብጣዕሚ እየ ዘመስግን ዝሃብኩምኒ ግዜ ብጣዕሚ እየ ዘመስግን። ያው የቐንየለይ መደብ ለሃይ ኣኽቢርኩም ስለ ዝዓደምኩምኒ ኣነ እውን ብጣዕሚ እየ ዘመስግን። ፅቡቕ ዝኾነ ናይ ፕሮግራማት ኢኹም ተሕልፉ። ዝበህጎ ዝነበርኩ መደብ እዩ። ኣብዚ ስለ ተዓደምኩ ሕጉስ እየ። የቐንየለይ። ተሜ የቐንየለይ።
ኣነ እውን ብጣዕሚ ካብቶም ዝፈትዎም ዘኽብሮም ብፍላይ ኣብ ባህሊ ትግራይ ዓበይቲ ስራሕትታት ዝሰርሑ ዘለዉ ከየንቲ ዓዲመ ኣብ ምድላው ለሃይ ጻንሒት ክንገብር ዕድል ስለ ዝሃብኻና ዕድመን ኣኽቢርካ ናብዚ ስለ ልመጻኻ ምስ ተመልከትቲ ጻንሒት ስለ ልገበርካ ብጣዕሚ እየ ለመስግን ክብረት ይሃበለይ ብቐጻልቲ ስራሕቲ ክንራኸብ ኢና ክብረት ይሃበለይ ክብራት ተመልከትና ኣብ ምክታል ምድላው ለሃይ ጸኒሕኹም ኣብ ምድላው ለሃይና ድማ ናይ ሎማዓንቲ ጋሻ ጌርና ዝሓረናዮ ከያኒ ተመስገን ተኽላይ ነይሩ ኣብቶም ባህላዊ ስራሕቲ ብፍላይ ድማ ትግራይና ምስቲ ዘለቶ ኩነታት ካብዚ ኣቲናዮ ዘለና ጸገም ከ ከመይ ኢና ክንወጽእ ዘለና ዝብል ውን ረዚን ዝኮነ መልእክቲ ውን ኣሕሊፍልና እሞ ንተሜ ውን ነመስጊና ኣለና ስለዚ ስለ ዝተከታተልኩምና ኣዚና ኢና ነመስግን በብ ዘለኩሞ ሰላም ኩኑልና።